ሰላም ክቡራት ተኸታተልቲ እዚ ቻነል በብዘለኹምዎ ሰላምታ ይብጻሕኹም ንሎሚ ሒዘልኩም መጺኤ ዘለኹ መደብ ፍቕርኹም ዘላቒ ከምዘይኮነ ትፈልጥሎም ምልክታት ዝብል እዩ ኣብ ፍቕራዊ ሂወትኪ ሃንደበት ምኽንያቱ ብዘይትፈልጥዮ ምፍልላይ ከጋጥም ከሎ ዓብይ ስብራት ይገድፈልኪ ምኽንያት መፈላለይኹም ክትፈልጢ ድማ ብዙሕ ትጸሪ እምበኣር ክቡራት ተኸታተልቲ ንሎሚ ጠንቂ ፍልልይ ክኾኑ ይኽእሉ እዮም ዝበልክዎም ሓሙሽተ ነጥብታት ሒዘ መጺኤ ኣለኹ ክቡራት ተኸታተልቲ ክሳብ መወዳእታ ብጽሞና ተኸታቲልኩም ድማ ካብዚኦም ዘጋጠምኹም እንተሃልዮም ውን መወዳእትኻ ከመይ ነይሩ ኣብ ኮመንት ተመኩሮኹም ኣካፍሉ ከምኡ ውን ነዚ ቻነል ሓደሽቲ ዝኾንኩም ሳብስክራይብ ላይክ ምግባር ኣይትረስዑ ፍቕርኹም ዘራቒ ከም ዘይኮነ ትፈልጥሎም ምልክታት ቀዳማይ ርክብኩም ኣብ ጸወታዊ ርክብ ዝተመርኮሰ እንተኾይኑ ጾታዊ ርክብ ኣብ ፍቕራዊ ህይወት ሓደ ኣካል ፍቕራዊ ህይወት ኸም ዝዀነ ዝፍለጥ እዩ። ይኹን ደኣ እምበር፣ ርክብኩም ኵሉ ግዜ ኣብ ሴክስ ዝተደረኸ፣ ኵሉ ግዜ ትራኸቡ፣ ሴክስ ንኽትገብሩ ጥራሕ፣ ኻልእ ዋላ ሓንቲ መራኸቢ ምኽንያት እንድሕር ዘይብልኩም ግን ፍቕርኹም ዘላቒ ኸም ዘይኰነ ዝሕብር እዩ። ሓደ ትኽክለኛ ፍቕራዊ ርክብ ዝበሃል እንተ ዀይኑ፣ ካብ ሴክስ ሓሊፉ ኣፍቃሪኺ ሓቢርኩም ንኽትዘናግዑ ይሓተኪ ብዛዕባ መጻኢኹም ዝምልከቶ ዕላማታት የዋግዐኪ ካብዚ ሓልፉ ኩሉ ግዜ ዝረኽበኪ ሴክስ ንምግባር እንተኾይኑ ካልእ ናይ ሓባር ዘራኽበኩም ነገራት እንድሕር ዘይብሉ ግን ልክዕ ድልዱል ሰረት ከምዘይብሉ ገዛ ጸኒሑ ክፈርስ ይኽእል እዩ። ካልኣይ መኻይዱ መጻምድኺ ንሓዋሩ ይኾነኪ ድዩ ኣይኾነክን እትፈልጥሉ እቲ ካልኣይ ድማ ብመኻይዱ እዩ። ከምዚ ዝበሃል ኣበሃህላ ኣሎ። መኻይድኻ ንገረኒ እሞ መን ምዃንካ ክነግረካ። መብዛሕትኡ ግዜ መኻይዱ ናቱ ባህሪ ዝሓዙ እዮም። መብዛሕትኡ ነቶም መሓዙቱ ብምዕዛብ ድማ እንታይ ዓይነት ሰብ ምዃኑ ንንሓዋሩ ይኾነኪ ድዩ ኣይኾነክን ምፍላጥ ትኽእሊ ኢኺ። እቲ ሳልሳይ ድማ ምስ ምሳኺ ዘይኸይድ ዓይነት ሰብ ከም ዘለኺ ትፈልጥሉ መንገዲ ድማ ከምቲ ንስኺ ፍቕሪ ትህብዮ ትንከባኸብዮ ንሱ ንፍቕርኹም ዘይግደሰሉ እንተኾይኑ እዩ። ፍቕሪ ክቐውም እንተድኣ ኮይኑ ብኽርቲኻ እዩ። ፍቕሪ ሂብካ ምቕባል እዩ። ንስኺ ፍቕሪ ክትብዪ ከለኺ ግድን ክመልሰልኪ ክኽእል ኣለዎ። እዚ ክብል ከለኹ ግን ፍቕሪ ንሕንሕ እዩ ማለተይ ኣይኮንኩን። ግን ብዝተኻእሎ። እንተዘየለ ንስኺ ጥራሕ ትግደስሉ፣ ፍቕርኹም ትንከባኸብዩ። ንሱ ምንም ዘይገድሶ እንተኾይኑ ካልእ ናተይ ዝብሎ ፍቕራዊ ህይወት እውን ክህልዎ ስለ ዝኽእል ክትጥንቀቕሉ ኣለኪ። ካብ ጸኒሕኺ ሃንደበት ትፈላለዩ፣ ልቢ ክትስበሪ፣ ብኣግኡ ምሳኺ ዘይኸይድ ሰብ ፈሊኺ ካብ ደሓር ከጋጥም ዝኽእል ጣዕሳ ምክልኻል ትኽእሊ። ራብዓይ፣ ምስ ትኽክለኛ መዛልቕትኺ ከም ዘይለኺ ትፈልጥሉ ድማ ነጻነት ዘይብልኪ እስርቲ ኮይኑ ዝስምዓኪ እንተኾይኑ እዩ። ሓሳብክን ውሳነኽን ተደጋጋሚ ዝነጽጎ ዓይነት ሰብ እንተኾይኑ፣ ውሳነ ክትውስኒ ዘየፍቅደልኪ፣ እዚ ዘመላኽት መጻምድኺ ከም ዘየኽብረኪ ከምኡ'ውን ንስምዒታትኪ ከም ዘይግደሰልኪ ዘመላኽት እዩ። ጥዕና ኣብ ዘለዎ ርክብ ምክብባር ኣሎ እዩ። ስለዚ ምስ ከምዚኦም ዓይነት ኣወዳት ምስ ዘየኽብረኪ፣ ንስምዒትኪ ምስ ዘይግደሰልኪ ዝግበር ፍቕራዊ ምትእስሳር ክሰምር ኣይኽእልን። ስለዚ ርክብኩም ቀጻልነት ክህልዎ እንተኾይኑ ምሳኺ ተረዳዲእኻ ናይ ምውሳን ሓሳብኪ ናይ ምኽባር ልምዲ ከማዕብል ኣለዎ። ሓምሻይ፣ ናትኪ ዘይኮነ ሰብ፣ ዘይንስኺ ክትመስሊ ይደሊ። እዚ ማለት እንታይ ማለት'ዩ? ኹሉ ግዜ ንሱ ዝቐርጻ ወይ ዝሓልማ ጓል ኣላ። ሽዑ ንስኺ ኸምኣ ኽትኰንሉ ይደሊ። ንስኺ ድማ ንዕኡ ንምሐጓስ ኢልኪ ከምታ ዝደልያ ዓይነት ጓል ንምዃን ክትምኩሪ ኸለኺ ዘይመንነትኪ ኽተማዕብሊ ኪኸብደኪ ይኽእል። ስለዚ ሓደ መናብርተይ ኢልኪ ዝሓሰብክዮ ወዲ ብሓቂ እንድሕር ዝፈትወኪ ዀይኑ በቲ ዘለኽዮ ዕቡብ እዩ። በቲ ዘለኽዮ እዩ ዘድንቐኪ። ተዛኣየለ መንናትኪ ንኽትቅይሪ ካልእ ዓይነት ጓል ንኽትመስሊ ዝደፋፍኣኪ እንድሕር ሃልዩ ግን እታ ዝሓልማ ጓል ንስኺ ኣይኰንክን ማለት እዩ። ስለዚ እዚ ሰብ ምሳኺ ምህላዉ ትርግም ኣይብሉን፣ ከምቲ ንዓኺ ንኽትኮንዮ ዝእዝዘኪ ዓይነት ጓል ምስ ረኸበ ገዲፍኪ ውን ክኸይድ ይኽእል እዩ። ኣብ ዝኾነ ይኹን ህይወት ኩሉ ግዜ ሙሉእ ዝበሃል ነገር የለን፣ ይኹን ደኣ እምበር ሓደ ሓደ ግዜ ሸለል ተባሂሎም ክሕለፉ ዘይኽእሉ ሸለል እንተኢልናዮም ውን ካሊእ ዋጋ ከኽፍሉ ዝኽእሉ ነገራት ግን ኣለዉ። ክቡራት ተኻታተልቲ ንስኹም ከ ኣብ ህይወትኩም ካብዞም ዝዘርዘርክዎም ሓሙሽተ ነገራት ኣጋጢሞምኹም ዝፈልጡ'ዶ? መወዳእትኡ'ኸ ከመይ ነይሩ? ተመክሮኹም ኣካፍሉና። እምበኣርከስ ክቡራት ተኸታተልቲ ናይ ሎሚ መደብ ኣብዚ ይዛዘም። ላኣብዳይፍ ቻነል ብዛዕባ ፍቅራዊ ሂወት ዝትንትን እዩ። ሓደሽቲ ዝኾንኩም ሳብስክራይብ ላይክ ምግባር ኣይትረስዑ ከምኡ ውን ነዚ ቪድዮ ናብ ኩሉ ንኽባጻሕ ሸር ምግባር ኣይትረስዑ። ኻልእ መዓልቲ ብኻልእ መደብ ክሳብ ንራኸብ ሰሰናዩ ንዓኹም።